ዓመት መጸ ብጠሊ ክራማት ተሰኒዩ ንዘለና ባህላዊ፣ ስነ-ጥበባውን ዕቑር ጸጋታትን ሃገርና ሓቚፉ ዝቐርብን ቱሪዝማዊ ስሕበት ዝፈጥርን ሃገራዊ ጽምብልና ፈስቲቫል እዩ። ኣብዚ ናይ ሎም ዓመት ፈስቲቫል ሃገራውያን ትካላት ዝደለበኦ ምዕባለታትን ፍርያተንን ብቐረባ ንህዝቢ ንምልላይ ባይታ ፈጢረን ኣለዋ። ብዛዕባ እዚ ወኪል ኤሪና ሳምኦል ተኪኤ ንዘዳለወቶ ጸብጻብ ብርሃን ዓንደመስቀል።
ቀጽሪ ኤክስፖ ኣእንጊድዎ ኣብ ዘሎ ሃገራዊ ፌስቲቫል፣ ዓሰርተ ሓደ ሃገራውያን ትካላት ዕማማተንን ፍርያተንን ንህዝቢ የላልያ ኣለዋ። እተን ብኣካልን ስእልን ፍርያተን ዘቕረባ ትካላት ሽዱሽተ ኣብ ዕደና ዝነጥፋ ዝርከበኣን ኮይነን ፋብሪካ መድሃኒት ኣዘል፣ ፋብሪካ ስፌት ክዳውንቲ ሓዋሻይት፣ ፋብሪካ ምልፋዕ ቆርበት ኣስመራ፣ ትካል ማዕድን ቢሻን ዛራን፣ ትካል ስርሓት ጽርግያ ኣስቤኮ፣ ትካል ማርሞ፣ ቦግላስን ካልኦትን ከምዘጠቓልላ ካብ ኣወሃሃዲት ሽማግለ በዓላት ዝተረኽበ ሓበሬታ የነጽር። ንንጥፈታት እተን ትካላት ካብ ዝተዓዘቡ ኣቶ ስዒድ እስማዒልን መንእሰይ ኣድያም ነጋሽን ኣብ ዝሃብዎ ሓበሬታ፣ እተን ትካላት ብዛዕባ ዘካይድኦ ስራሕን ፍርያተንን ምሉእ ኣፍልጦ ክረኽቡ ምኽኣሎም ከምዘሐጎሶም ጠቒሶም፣ ኣብ ምድንፋዕ ቁጠባ ሃገር ዝህልወን ተራ ቀሊል ከምዘይኮነ ሓቢሮም። እዘን ትካላት ኣቕሪበንኦ ዘለዋ ብጣዕሚ ንምስገን ፅቡቕ እዩ ናይ ብሓቂ ካብቲ ዝሓለፈ ግዜሲ ብፅቡቕ ተመሓይሹ ንሰብ ብዝርድኦ መገዲ ገይሮም ኣቕሪቦሞ ስለዘለዉ ከምኡ ንዝቕፅል ግዜ ምትሰብ ምልላይ ክቕፅልዎ ተስፋ እገብር። ካብ ትካል ኣዘል ኣቶ ስምኦን ፍስሃየ ከምኡ እውን ካብ ፋብሪካ ምልፋዕ ቆርበት ኣስመራ መንእሰይ ሱምያ መሓመድን ኣብ ዝሃብዎ ሓበሬታ ፍርያተን ጠለባት ሃገር ኣብ ምምላእ ልዑል ኣስተዋፅኦ ከም ዘለዎ ብምሕባር ንፍርያተን ብዝምልከት ካብ ነጋድያን ዝረኽብዎ ርእይቶ ዘተባብዕ ምዃኑ ኣብሪሆም። እቲ ኣብቲ ትካል ዝፈሪ መድሃኒታት ከም ሳምፕል ኩሉ ቀሪቡ ኣሎ። ተወሳኺ እቲ ነዚ መድሃኒት እዚ ንምስራሕ ዝሕለፍ መስርሕ ማለት እዩ እቲ ኣሰራርሕኡ ብስእላዊ ኣገባብ ቀሪቡ ኣሎ። እቲ ንምፍራዩ ጥራሕ ዘይኮነ እቲ ንምቁፅፃር ብቕዓቱ ዝምልከት መስርሕ እውን ብምሉኡ ቀሪቡ ኣሎ ማለት እዩ። ካብ ኣወሃሃዲ ሽማግለ በዓላት ኣቶ ዓብደልዋስዕ ኢብራሂም ኣብ ዝሃቦ ሓበሬታ፣ እቲ ቀንዲ ዕላማ ነተን ትካላትን ፍርያተንን ምስ ህዝቢ ምልላይ ምዃኑ ብምጥቃስ፣ ኣብ መፃኢ ካልኦት ትካላት እውን ብተመሳሳሊ ፍርያተን ከምዘቕርባ ክግበር ምዃኑ ኣረዲኡ።
ብተመሳሳሊ ብመንእሰያት ዝተዳለወ ምህዞን ሰንዓን ኣካል ናይቲ ኣብ ቀጽሪ ኤክስፖ ዝእንገድ ዘሎ ሃገራዊ ፌስቲቫል እዩ። እዚ ብኡዕ መንፈስ ንመበል ሻድሻይ መዓልቱ ቀጺሉ ውዒሉ ዘሎ ፌስቲቫል ቀዳም ዕስራን ሰለስተን ነሓሰ እዩ ክዛዘም። ብዛዕባ እዚ ኤልሳ ተስፋማርያም ተወሳኺ ጸብጻብ ኣለዋ።
ኣብ ሃገራዊ ፈስቲቫል ቀሪቡ ዘሎ ምህዞን ሰንዓን፣ እናማዕበለ ንዝመጽእ ዘሎ ዓቕምን ተበላሕነትን መንእሰያትና ዘጉልሕ ምዃኑ ካብ ውሽጢ ሃገርን ወጻእን ዝመጹ ተሳተፍቲ ገሊጾም። ንሳቶም ኣብ ዝሃብዎ ርእይቶ፣ ዝቐረቡ ምህዞታት ኪኖ'ቲ ኣብ ምምዕራግ'ቲ ፈስቲቫል ዘለዎ ተራ፣ ንብቕዓትን ናይ ምግባር ዓቕምን መንእሰያት ኤርትራ ዘንጸባርቕ ህያው ስራሕ ምዃኑ ብምጥቃስ፣ ንዝበለጸ ዕዮ ሕብረተሰብ ብንዋት ይኹን ብምኽሪ ኣብ ምትብባዖም ክዋሳእ ተላብዮም። ኩለን ጽቡቓት እየን ጽቡቕ እዩ ኣኺልልና ክብሉ ደይኮነሲ ነዚ ነገርዝስ መሊሾም ከማዕብልዎ ብጣዕሚ ይላቦ። ተንቀሳቓሲት ክሽነ ዝማህዘ መንእሰይ ኤርምያስ ሓጎስ፣ ሑጻን ሕሩጭን ኣብ ምንፋይ እተገልግል መሳርሒት ዝማህዘ መንእሰይ መዓርግ ፍስሃየን፣ ካብ ጸሓይን ንፋስን ጸዓት ብምምንጫው ንሞባይልን ላምፓዲናን እተገልግል መሳርሒት ዝማህዘ መንእሰይ ቢንያም ዮሴፍን ብወገኖም፣ ካብዚ ንላዕሊ ንምብርካት ብቕዓት ከምዘለዎም እንተኾነ ግን ሕፅረት ገንዘባዊ ዓቕሚ ስለዘለዎም ድማ ሓገዝ ከምዘድልዮም ገሊፆም። መብዛሕትኡ ግዜ ኣብ ህንፃ ክነፍዩ ተኾይኖም ክልተ ሰብ ጌርካ እዩ ዝንፈ። ካብ ብኽልተ ሰብ ዝንፈ ብሓደ ሰብ ዝንፈ ተጠቂምካ ማለት እዩ። ካብ ሃልኪ ገንዘብን ሃልኪ ጉልበትን ጠድሕን ማለት እዩ። መንፊት ቀያይርካ ከኣ ዝኾነ ዓይነት ዝንፈ ትነፍየላ ማለት እዩ። ፍሩይን ደቂቕን በበይኑ ከኣ ተውፅኦ ማለት እዩ። ሰለስተ ዓይነት ንግልገለላ መምልኢ ቻርጅ እያ። እዚኣ መምልኢ ቻርጅር ኣብ ግዜ ፀሓይ ፀሓይ ነውፅእ ማለት እዩ። እዛ ሶላር ንጥቀመላ። ኣብ ግዜ ንፋስ ከኣ ኣለና ዝቬንትኔተር ትሊናዎ ምስ ዝሀር ሓይሊ ኢድ ፈጥር ማለት እዩ ተወሳኺ ሳልሳይ ውን ኣለና ኤለትሪክ ገርና ንመልእ ማለት እዩ እዚኣ ብሰለስተ ዓይነት ገርና ብንፋስ ብጻሓይ ብኤለትሪክ ገርና ቻርጅ እና ንመልእ ማለት እዩ። መሃዝትን ሰናዕትን እቶም ቀንዲ ደረኽቲ ንለውጢ'ዮም ዝበለ ኣካያዲ ናይቲ መደብ ኣቶ ሳሙኤል ገብረኣዶናይ፣ እቲ ቀሪቡ ዘሎ ትሕዝቶ ኣብ መካኒካዊ፣ ኤለትሪካዊ፣ ዲጂታል መጻሕፍትን ካልእን ዘተኮረ ከምዝኾነ ጠቒሱ፣ ኣካል ናይቲ ሰብኣዊ ዓቕምኻ ብምምዕባል ናብ ዝለዓለ ደረጃ ንምስጓም ዝካየድ ንጥፈት ኮይኑ ዘተባብዕ ከምዝኾነ ኣብርሂ። እዚ ከምዝኣመሰለ ዓይነት ክእለታት እንድሕር ተጠራኒፉ ናብ ምሁራዊ ብቕዓት ወይ ከኣ ናብ ሓደ ተጨባጢ ብቕዓት ክበጽሕ ይኽእል እዩ። እቲ ኢንዳስትሪ፣ እቲ ፋብሪካ፣ እቲ ቢንቶ፣ ናይ ኢንፍራስትራክቸር ኩሉ ነገራት ከማን በዚኦም ሰባት እዩ ዝስራሕ ማለት እዩ ጽባሕ። ስለዚ ደራኺ ተራ እንተዘይኮነስ ቀንዲ ረቋሒኡ እውን በሃላይ እዩ። ባዕሎም ክብገሱ ከለዉ ኣነስ ከምዚ ክገብር እየ ዝብለካ ክመጽእ እንከሎ ንዕኡ ምድፋእ ጥራሕ እዩ ዘለካ ማለት እዩ። ክትቅርበሉ ከኣ ኣለካ መሳርሒታት። ንዓኣ ከኣ ናብ ዝለዓለ ደረጃ ከተብጽሓ ኣለካ።
ካብ ዜናታት ፌስቲቫል ኤክስፖ ምስ ንሰግር ድማ ሚኒስትሪ ትምህርቲ ዓቕምን ደረጃን መምሃራን ብምዕባይ መስርሕ ምምሃርን ምስትምሃርን ንምድንፋዕ ዘካየዶ ዘሎ ፃዕሪ ብዝሰፍሐ መልክዑ ይቕፅሎ ከም ዘሎ እዩ ዝግለፅ ዘሎ። ንፀብፃብ ሃብቶም ፍረዝጊ ኣርሴማ ኣስመሮም።
ሚኒስትሪ ትምህርቲ ምስ ምብራኽ ንቕሓት ሕብረተሰብ ኣብ ትምህርትን እናዓበየ ንዝመፅእ ዘሎ ጠለብ መምህራን ብግቡእ ንምምላስ ኣብ ምዕባይ ብቕዓትን ደረጃን መምህራን ኣተኲሩ ዘካይዶ ዘሎ ፃዕሪ ብፅቡቕ ይቕፅል ከምዘሎ ተሓቢሮም። ደረጅኦም ንምዕባይ ብዝተረሕወሎም ዕድል ኣብ ኮማዊ ኮሌጅ ትምህርቲ ኣስመራን ኮሌጅ ጥዕና ኣስመራን ዝመሃሩ ዘለዉ ካብ ኩለን ዞባታት ሃገርና ዝመፅኡ መምህራን ንኤሪና ኣብ ዝሃብዎ ሓበሬታ እቲ መደብ ብቕዓቶምን ደረጅኦምን ክብ ብምባል ኣብ ምሕያል ብሉፅነት ትምህርቲ ዝህልዎ ኣበርክቶ ዓቢ ምዃኑ ብምግላፅ እቲ መደባት ብዝሓየለ ክድፋኣሉ ዘለዎም እምንቶ ገሊጻ። ኣብ መምህራን ዝግበር ዘሎ ወፍሪ፣ ኣብ ምሕያል መሰርሕ ምምሃርን ምስትምሃርን ዝህልዎ ኣበርክቶ ዘማትእ ኣይኮነን ዝበሉ መምህራን በሽር ህያቡን ሑሴን ስዒድን፣ ነቲ ናይ ምምዕባል ዓቕሚ መምህራን መደብ ሞጊሶም። ነቲ ዝጸንሖ ፍልጠት እዩ ድርዕ ዘሎ። ፍልጠት እናደረዐ ከይዱ ከኣ ነቲ ሞያ ከኣ እናዕበየ ክኸይድ ብኡ መሰረት ከኣ ነቶም ክትምህሮም ኢልካ ሒዝካዮም ዘለኻ ቆልዑ ብዝያዳ ከተዕግቦም ኢኻ ብዝያዳ ከኣ ክትዕብዬም ኢኻ ማለት እዩ። ካብ ምምሕዳር ኮብ ተክረረት ዞባ ጋሽ ባርካ ዝመጻ መምህራን ገነት ወልደዮናስን ሃገር ክፍላይን ብግዴን፣ ሚኒስትሪ ትምህርቲ ንደቂ ኣንስትዮ ልዑል ቆላሕታ ሂቡ ጀሚርዎ ዘሎ ናይ ስልጠና መደባት ቀዳሞት ተረባሕቲ ክኾና ምኽኣለን ከምዘሐጎሰን ብምግላጽ፣ እቲ መደብ ኣብ ኣድማዕነት ስርሐን ሓጋዚ ምዃኑ ገሊጸን። ብቕዓት መምህራን ንምፍራይ ምዕቡል ሕብረተሰብ ንምህናፅ ኣብ ዝካየድ ፃዕሪ ብቐዳምነት ዝስራዕ ዕማም ምዃኑ ዝሓበሩ ሲስተር በኺታ ሃብተሚካኤልን መምህር ኢብራሂም ሙሳ መሓመድን ብወገኖም ቅድሚ ሕጂ ተሞክሮን ዘጥረዩሉ ሞያ ብስነ ፍልጠታዊ መንገዲ ክድርዕዎን ደረጅኦም ከዕብዩን ሚኒስትሪ ትምህርቲ ንዘካይዶ ዘሎ ፃዕሪ ኣመስጊኖም። እቶም መምሃራንሲ ኣብቲ ዘለና ተወሳኺ ትምህርትስ ዝያዳ ንኽንዓቢ ዝሕግዝ ኮይኑ እዩ ዝርከብ። ሕጂ ኣብቲ ኒሕና ዝነበርናሉ እቲ ኣገባብ ኣመሃህራ እቲ ዘይንፈልጦ ዝያዳ ንኽንፈልጦ፣ ነቲ ንፈልጦ ከኣ ዝያዳ ንኽነማዕብሎ ዝሕግዝ እዩ ማለት እዩ። እቶም መምሃራን ከኣ ዝያዳ ሓላፍነት ለቢሶም ነቲ ትምህርቲ ከመይ ጌርና ንሕና ንቐስመሉ፣ ከመይ ጌርና ነቶም ብድሕሬና ዝመጹ ተምሃሮ ንሕና ንኹስኩሰሉ ኣገባብ እዮም ዝምህሩና። እዚ እውን ንዓና ኣብቲ ኣገባብ ምምሃርን ምስትምሃርን ከኣ ዝያዳ ሓጋዚ ኮይኑ ኢና ንረኽቦ ማለት እዩ። እዚ ከምዚ'ሉ እንከሎ፣ ንሃገራውን ኮማውን ኣገልግሎት ናብ ስራሕ ንዝዋፈሩ ሕጹያት ምሩቓት ኮለጃት፣ ሓጺር ስልጠናታት ኣኣብ ኮለጆም ከም እተዋህቦም፣ ኣብ ሚኒስትሪ ትምህርቲ ሓላፊ ጨንፈር ምምዕባል ዓቕሚ ሰብ ኣቶ ግርማይ ገብርሂወት ምስ ኤሪና ኣብ ዘካየዶ ቃለ መሕትት ሓቢሩ። ኣቶ ግርማይ ኣብ ሓበሬታኡ፣ ሚኒስትሪ ትምህርቲ ካብ ግዜ ናብ ግዜ እናዓበየ ንዝመጽእ ዘሎ ጠለብ መምህራን ግቡእ ምላሽ ንምሃብ ሓያል ጻዕርታት ኣብ ምክያድ ከም ዝርከብ ብምሕባር፣ ኮለጃት ትምህርቲ ነቲ ዝድለ ጠለብ ንምምላስ ዘኽእለን ዓቕሚ ዝድልባ ነቶም ብዝተፈላለየ ዓውድታት ዝተማህሩ ሕጹያት ተመረቕቲ ንዝተወሰነ ግዜ ነቲ ኮታ ከም ዝሽፍኑ ናይ ምግባር ዝተመሓየሸ ኣሰራርሓ ኣተኣታትዩ ምህላዉ ኣብሪሁ። ኣካይድናዮ ዘለና
ንሕጹያት ምሩቓት ወይ ከኣ ናይ ኮሌጃት ተምሃሮ ራብዓይ ዓመቶም ዝወድኡ ይኹን ብዲፕሎማ ንስራሕ ንኽወጹ ድሉዋት ዝኾኑ ካብ ነዊሕ ግዜ ዝጀመረ ብዙሓት ናይ ካብ ኮሌጃት ዝወፁ ብፍላይ ከኣ ካብዘን ሓደስቲ ኮሌጃት ካብ ክልተ ሽሕን ኣርባዕተን ንደሓር ብዙሓት ምሩቓት ኣብ ዝተፈላለየ ናይ ሞያ ስራሓት ዝሳተፉ ዝወፁ ኣለዉ። እዚኦም ከኣ በቲ ብቐንዲ ዝተማህርሉ ዘይኮነስ ዋላ ብዘይ ሞየኦም ኣብ ምምህርና ክዋፈሩ ፀኒሖም። እቲ እሶም ክዋፈርሉ ዝፀንሕሉ ምኽንያት ኣብ ሞያ ምምህርና እኹል ዝኾነ ሓይሊ ሰብ ካብ ኮሌጅ ናይ ትምህርቲ ስለ ዘይፈረየ ኮይኑ ብዓቢኡ ኣብ ሃገርና ናይ ትምህርቲ ስራሓት ከኣ እንዳሰፍሐ ኣብያተ ትምህርቲ እንዳዓበያ ተምሃሮ እንዳበዝሑ ይኸዱ ስለ ዘለዉ ናይ መማህራን ተደላይነት ወይ ጠለብ ልዑል ስለ ዝኾነ ንዕኡ ንምሽፋን እዩ። ዳይረክተር ኮማዊ ኮሌጅ ትምህርቲ ኣስመራ ኣቶ ኣለም ገብረቃል ብግዲኡ፣ ደረጃ መምህራን ንምዕባይ ዝካየድ ፃዕሪ ቀፃሊ ምዃኑ ብምግላፅ፣ ሚኒስትሪ ትምህርቲ ሎሚ ዓመት ብፍላይ ንደቂ ኣንስትዮ መምህራን ልዑል ዕድላት ብምኽፋት ደረጅኣን ክብ ንምባል መደባት ሰሪዑ ኣብ ምንጣፍ ከምዝርከብ ኣነፂሩ።
ኣብ ዞባዊ መወከሲ ሆስፒታል ጊንዳዕ ኣፍልጦ ሰብ ሞያ ጥዕና ብምክልኻልን ምቁፅፃርን ተመሓላለፍቲ ሕማማት ክብ ንምባል ዝሕግዝ ኣስተምህሮ ኣብ ክኢላታት ተዋሂቡ። ዞባ ሰሜናዊ ቀይሕ ባሕሪ ምስ ዘለዎ ስፍሓትን ብዝሒ መዳውብቲ ሃገራትን ዶብ ሰገር ሕማማት ንምክልኻል ሰብ ሞያ ጥዕና እኹል ፍልጠት ክዓጥቁን ብትግሃት ክነጥፉን ከምዝግባእ ዘዘኻኸረ ኣብ ጨንፈር ሚኒስትሪ ጥዕና ዞባ ሰሜናዊ ቀይሕ ባሕሪ ሓላፊ ተመሓላለፍቲ ሕማማት ኣቶ ወልደየሱስ በላይ ተመሓላለፍቲ ሕማማት ንምቁፅፃር ዝካየድ ፃዕርታት ብውህደት ክቕፅል ምዃኑ ኣረዲኡ። ኣቶ ወልደየሱስ ኣስዒቡ ሳላ'ቲ ብቐፃሊ ብሰብ ሞያ ጥዕና ዝወሃብ ጎስጓሳትን ኣስተምህሮታትን ኣፍልጦ ህዝቢ ኣብ ተመሓላለፍቲ ሕማማት እናበረኸ ይመፅእ ከምዘሎ ብምጥቃስ፣ ተመሓላለፍቲ ሕማማት ኣብ ምክልኻልን ምቁፅፃርን ዝወሃብ ኣስተምህሮ ብዝለዓለ ክድፈኣሉ ምዃኑ ኣብሪሁ። ኣብ ሚኒስትሪ ጥዕና ካብ ኣሃዱ ምቁፅፃርን ምክልኻልን ተመሓላለፍቲ ሕማማት ዶክተር ፍረቕሚካኤል ገብረሚካኤል ኣብ ዝሃብዎ ኣስተምህሮ ድማ፣ ዞባ ሰሜናዊ ቀይሕ ባሕሪ ምስ ዝተፈላለያ ሃገራት ስለዝዳወብ፣ ክመፅእ ንዝኽእል ለበዳታት ብኣጋ ንምቁፅፃርን ንምክልኻልን ዘኽእሉ ንጥበታት ብዝርዝር ድሕሪ ምቕራብ፣ ዓቕሚ ትካላት ጥዕና ንምሕያልን ኣፍልጦ ሰብ ሞያ ጥዕና ንምብራኽን ይስራሕ ከምዘሎ ገሊፁ። ተመሳሳሊ ኣስተምህሮ ኣብ ሆስፒታላት ባፅዕ፣ ናቕፋን ኣፍዓበትን ከምተውሃበ እቲ ዝበፅሓና ሓበሬታ የረድእ። ኣብ ማእከል ምእራምን ተሃድሶን ዞባ ዓንሰባ ዝርከቡ ናይ ሕጊ ተኣረምቲ ብስነ ምግባር፣ ሞያን ኣካዳምን ኣካላዊ ብቕዓትን ተመልሚሎም ኣፍረይቲ ንኽኾኑ ሓያል ጻዕሪ ይካየድ ከም ዘሎ ኣዛዚ ናይቲ ማእከል መጀር ሓጎስ ተኪኤ ሓቢሩ። መጀር ሓጎስ በጋጣሚ ምዝዛም ኣካዳምያውን ሞያውን ትምህርቲ ዓመተ ክልተ ሽሕን ዓሰርተ ሰለስተን ክልተ ሽሕን ዓሰርተ ኣርባዕተን ኣብ ዝተኻየደ ስነ ስርዓት ኣብ ዘስምዖ ቃል ናይ ሕጊ ተኣረምቲ ተሃድስኦም ምስ ወድኡ ብዝደለብዎ ፍልጠት ነፍሶም ክኢሎም ንህዝቦምን ሃገሮምን ከገልግሉ ቀዳማይ ዕላማ መንግስቲ ምዃኑ ዓመት ዓመት ኣብ ትምህርቶም ደረጃ ዝውስኹን ሞያ ዘጥርዩን ዘለዉ ናይ ሕጊ ተኣረምቲ ድማ ውጽኢት ናይዚ ከም ዝኾኑን ድሕሪ ምሕባር፣ እቲ ማእከል ብዛዕባ ከሰላስሎም ዝጸንሐ ንጥፈታትን ናይ መጻኢ መደባቱን ዝርዝር መብርሂ ሂቡ። ሓላፊ ምምሕዳር ማእከል ምእራምን ተሃድሶን ኤርትራ ሌትናንት ኮሎኔል ተወልደ ገብረኣብ ብወገኑ፣ ናይ ሕጊ ተኣረምቲ ንዕብየቶም ብመንግስትን ህዝብን ዝግበር ዘሎ ልዑል ወጻኢታትን ምትብባዕን ተገንዚቦም ነብሶም ብሞያን ፍልጠትን ንምዕባይ ክጽዕሩ ተላብዩ። ናይ ሕጊ ተኣረምቲ ኣብ ዝሃብዎ ርእይቶ፣ ብዝቐሰምዎ ዘለዉ ኣካዳሚያውን ሞያውን ትምህርቲ ዕግበቶም ድሕሪ ምግላጽ፣ ንዝግበረሎም ዘሎ ወፍሪ ብዓጸፋ ስራሕ ንምምጽብራቕ ድልዋት ምዃኖም ኣረዲኦም። ኣብ ሱዳን እትቕመጥ ኤርትራዊት ተምሃሪት ፌቨን ኣበበ ገብሩ፣ ኣብ ሱዳን ብሃገር ደረጃ ኣብ ዝተኻየደ መልቀቒ ፈተና ካልኣይ ደረጃ ኣብያተ ትምህርቲ ዝለዓለ ነጥቢ ብምምዝጋብ ቀዳመይቲ ኮይና ተሸሊማ። ነታ መንእሰይ ንምሽላም ሚኒስተር ትምህርቲ ሱዳን፣ ኣምባሳደራት ዝተፈላለያ ሃገራትን ዕዱማት ኣጋይሽን ዝተረኽብሉ ብ ዓሰርተ ሸሞንተ ነሓሰ ዝተኻየደ ስነ-ስርዓት፣ ፈጻሚ ጉዳያት ኤምባሲ ኤርትራ ኣብ ሱዳን ኣቶ ኢብራሂም እድሪስ ኣብ ዘስምዖ ቃል፣ ተመሃሪት ፌቨን ኣመዝጊባቶ ዘላ ዓቢ ዓወት፣ ንሃገራን ወለዳን ሓበን ምዃኑ ብምግላጽ፣ ንዝበረኸ ዓወት ጻዕርታታ ከተሐይል ተላብዩ። ተመሃሪት ቤት ትምህርቲ ሰላም ዞባ ቀይሕ ባሕሪ ሱዳን ዝኾነት ተመሃሪት ፌቨን፣ ካብ ኤምባሲ ኤርትራ ኣብ ሱዳን ፍሉይ መተባብዒ ህያብን ካብ ካርቱም ኣስመራ ካርቱም ዝመላልስ ናይ ነፋሪት ትኬትን ከምተሸለመት እቲ ዝበጽሓና ሓበሬታ ኣረዲኡ። ዝኸበርኩም ተዓዘብትና ዝስዕብ ዜናታት ሃገራት ወፃኢ እዩ፣ ተኸታተሉና።